ዓሰርተ ሸውዓተ ዓመት ጓለይ ንደገ ክትወጽእ ከላስ በሉ ኮንዶም ተማልእ ክብላ ማለት ድያ? ኩሉ ግዜ ሓደሽቲ ሓደሽቲ መደባትን ሓበሬታታትን ክበጽሑኹም ኩሉ ግዜ ሰብስክራይብ ላይክ ምግባርኹም ኣይትረስዑ። ናብ ቀንዲ ዝርዝራቶም ክወስደኩም ሰናይ ምክትታል። ክቡር ሕሳስ ልደት ናተይ
ወደይ በኹርን ሕሳስ ልደን ወ ዝኣምኖካ ዝፈትወካ ልዕሊ ኩሉ ዝርእየካ ድሕሪኡ ከዓ ንኩሎም ኤርትራውያን ሰላምን ቅሳነትን ፍቅርን ይሃቦም ከምኡ ኮይኑ ከዓ ድሕሪኡ ከዓ ነናብ ስድራኩም ነናብ ስድራኹም ከኣ ንኹሉኹም የሕቑፍኩም የርእኹም
ወላዲኹም ትተሓቋቖፍሉ ሰዓት ይሃብኩም ኩሉ ጸገም መከራ ሽግር ሓሊፉ ናብ ራህዋ የብጽሕኩም
ንዓኻ ሰላም መንገዲ ግበረልኪ ሰላም
ያ ክሰምዖ ከለካ ብጣዕሚ እዩ ዝትንክፈካ ናይ ብሓቂ ነተን ኩለን ኤርትራውያን ኣዴታት ከዓ ተመንየለን ማለት እዩ እቶም ኩሎም ኣብ ኢትዮጵያ ኣትዮም ዝጠፍኡ ከምዘናደ ዕድል እንተዝረኽባ ተን ኣዴታቶም ክንደይ ፅቡቕ ነይሩ ማለት እዩ ቦኽርን ሕሳስ ልደን ክብሎ ጸኒሐ ማለት እዩ። ዓባይ ኣዲኡ ኣብ ኣውስትራልያ እያ ትቕመጥ፣ ምክንያቱ ኣብቲ ዝሓለፈ ግዜ ኣብ ቃለ መሕተት እውን ጌርናላ ስለ ዝነበርና ማለት እዩ። ሕጂ ምስ ኣዲኡ ተራኺቡ፣ ምስ ዓባዩ ተራኺቡ፣ ዓባዩ ተሓጒሳ፣ ኣዲኡ ተሓጒሳ፣ የሕዋቱ፣ መታዓቢቱ፣ ደገዛውቱ፣ ንሕና እውን ተሓጒስና ማለት እዩ። ግን እቶም ካልኦት ከ እተን ካልኦት ስድራ ቤታት እተን ጸልሚተን ዘለዋ እተን ካልኦት ኣዴታት ከ? እቶም ካልኦት ኣቦታት፣ እነሓጎታት፣ ኣቦሓጎታት፣ ኣሕዋት፣ ኣንስቲ፣ ውላድ፣ መተዓብይቲ፣ ደገዛውቲ፣ ኣርብዓ ሽሕ ክትብል ከለኻ እኮ ሓደ ሚልዮን ህዝቢ ትብል ኣለኻ ማለት እዩ ምክንያቱ ኣርብዓ ሽሕ ተልካ ንሓደ ሰብ ከዓ ማለት እዩ ኣቡ ኣዲኡ ሓዉ ሓፍቱ ወዲ ሓቡ ወዲ ሓትኑ ናይ ቀረባ ቤተሰቡ ንሓደ ሰብ ኣርባዓ ሓምሳ እንድሕር ደኣ ቢልካ ኣርባዓ ሽሕ ብሓምሳ እንድሕር ኣርቢሕካዮ ክንደይ ማለት እዩ ዝኾነ ሃገር ስለዚ እዚ ቁፅሪ እዚ እዩ ዘይቀበፀ ዘሎ ናይ ኣርባዓ ሽሕ ኣብ ትግራይ ሓምሳ ሽሕ ኣብ ትግራይ ዝፀፉ ኣዴታቶም ፀሊም ምስተኸድና ኣይወፃን ደሎ ጨጉረን ምስተደረመ ኣይተፈትሐን ደሎ ወደይ ይህሉ ዶ ኸውን? እመጽእ ዶ ኸውን? ጓለይ ትመጽእ ዶ ትኸውን? ኣስዋይና ኣበይ ኣለዉ ኢልና ክንሓትት ዘለና ኣበይ ኣለዉ እንታይ እዩ ዕጮኦም ብዝወሓደ እቶም ወለዲ ክቆብፁ ኢና ኣለዉ ሓደ ሓደ ግዜ ሞት ክባፀት ይበቃ እንድሕር ቀቢፅካ ይሙቭኦን ሂወትካ ትመርሕ

እቲ ዝገረመ እቲ ዝኸፍኣ ነገር ከኣ ዋላ ንዓ ነታ ነቶም ናይ ዓሰርተ ሽዱሽተ ውን ናይ ኣውራጃዊ መርገ ዘትሓዞም ባዕሉ እዩ ምክንያቱ እንታይ ዝብለኩም እዞ ኣብ ዕለት ዕስራ ሲ ጉባኤ ዝገብሩ ዘለዉ ናይ ጀርመን ሲ በቃ ኣንጻር ሓንቲ ከባቢ እዩ ኣንጻር ሓንቲ ከባቢ እዩ በቃ ኣንጻር ኣውራጃ ኣፕሎግዛይ ኮንጎ ድዩ ወሲድዎ ስለዚ ሕጂ ንሕና ሓንቲ መዓልቲ ነዞም ሰባት እዚኦም በውራጃ ኣልዒልና ማይ ንፈልቲ ኢና ብዝፅም እዞም የሕዋትና እዞም ኣብ ናይ ዓሰርተ ሽዱሽተ ዝገበሩ ኣባላት ብርጌድ ንሓመዱ ኢልና ኢና ንዛረብ ንዓና ግን ዋላ ከምዚ ናይ ዓሰርተ ሽዱሽተ ናይ ዒስራ ገለገለ ኢሉ ተዝፅውዓና እኮ ደሓን ደቂ ሰራየ ስለምንታይ ደቂ ሰራየ ኢሉ ዝፅውዓና ኣሎ ንዕኦም ዳ ደቂ ኣኩሎጉዛይ ወይ ደቂ ካልእ ኢሉ ይፅውዓ ኣባና እውን እንታይ እሱ እሱ ኣብዚ ክፍሊ ውዳባ ዝሰርሕ መነመን ኢና ዘለና ኣብዚ ደቂ መን ኢና ዘለና ኣበይ ኮይኑ የርእና

ብመጀመርያ ሰላምን ጥዕናን ኣብ ዘለኹሞ እናተመነኹ ብትገብሩለይ ምትሕብባር ኣቐዲመ ከምስግን ይፈቱ። ኣነ ራህዋ ኣባዲ እየ ዝብሃል። ናብ ስደት ካብ ዝመጽእ ከኣ ድምጺ ወላዲተይ ኣይሰማዕኩን። ወላዲተይ ኣምለሰት ገርህላሰ ባህታ ትብሃል። መበቆል ዓዳ ቤት ሰማዕቲ ንኡስ ዞባ ጸሮና እዩ። ተጋዳሊት ወይዘሮ ኣምልሰት ኣብ ቤት ትምህርቲ ሰውራ ነይራ፣ ፈለማ ኣብ ኮር ኣርባዕተ ሚእትን ተስዓን ሓደን ክፍለ ሰራዊት ዓሰርተ ሽዱሽተ ስዒቡ ድማ ኣብ ክፍለ ሰራዊት ሰላሳን ሓደን ቀዳማይ ብርጌድ ቀዳማይ በጦሎኒ ነይራ። ሓደ ካብቲ ንወላዲተይ ዝነበራ ባህሪ ናብ ገዳማት፣ ኣብያተ ጸሎትን ማይ ጸሎትን ትኸይድ ትበጽሕ ነይራ። ወላዲተይ ወይዘሮ ኣምለሰት ገርህላሰ ባህታ ብዓሰርተ ሰለስተ ጉንቦት ክልተ ሽሕን ዓሰርተ ሽዱሽተን ካብ ገዛ ምስ ወጸት ክሳብ ሎሚ ደሃያ የብልናን። ኣብ ክልተ ሽሕን ዕስራን ሓሙሽተን ምስ ወላዲተይ ክራኸብ ተሓባበሩኒ ኢለ ኣብ ጋዜጣ ሓዳስ ኤርትራ ዘርግሑለይ ኢለ ምስ ተዘርግሐት ሓደ መንእሰይ ምስ ካልኣዩ ኮይኖም ናብ ሓትነይ ደዊሎም ቅድሚ ዓመትን ገለን ኣቢሉ ዝኸውን ኣብ ገዳም እንዳ ኣቡነ ብጹእ ኣምላኽ ዝብሃል ኣብ ከባቢ ዕበል ዝብሃል ዓዲ ርኢናያ ኢሎምና ኔሮም ናብቲ ቦታ ኣሕዋት ወላዲተይ ምስ ከዱ ኣይረኽብዋን በጃኹም ኣብ ውሽጥን ኣብ ደገን ዘለኹም ብፍላይ ግን ኣብ ውሽጢ ኤርትራ ዘለኹም ተሓባበሩና ካብቲ ዘለኹሞ መሪር ናፍቖት ሻቕሎት ኣድሑኑኒ ንወላዲተይ ወይዘሮ ኣምለሰት ገርህላሰ ባህታ ኣብ ዘላቶ ቦታ ዝፈልጥ ወይ ብዛዕባኣ ሓበሬታ ዘለዎ ሰብ በዚ ዝስዕብ ቁጽሪ ሞባይል ዜሮ ሸውዓተ ኣርብዓን ክልተን ዜሮ ክልተ ዜሮ ሸውዓተ ወይ ድማ ዜሮ ሸውዓተ ዕስራን ሸሞንተን ዕስራን ሓደን ዜሮ ሓደ ወይ ድማ ናይ ዴገ ዜሮ ዜሮ ኣርብዓን ሽዱሽተን ሰብዓን ሰለስተን ስሳን ሸውዓተን ዜሮ ሸሞንተ ሰብዓን ሽዱሽተን ክልተ ተወከሱና ብምባል እያ ክቡራት ተዓዘብቲ ኣብ
ኤርትራ ኣካል ኢትዮጵያ ምንባራን ድሒራ ነብሳ ዝኸኣለትን መሬት ጌርካ ምግላጽ ብታሪኽን ብሕጋዊ መዳዩን ቅኑዕ ኣይኮነን ክብል ወኪል ኤርትራ ኣብ ሕብረት ኣፍሪቃ ገሊጹ። ብወገን ንኢትዮጵያ ዝመርሑ ዘለዉ ሰበስልጣን ብልጽግና ነቲ ዓለም ዝመስከሮ ብጅግንነቱ ገዛእቲ ኢትዮጵያ ካብ መሬቱ ዝጸረገን ነቲ ብፈደረሽን ናይ ምቑራን ዝብል ዓመጽ ብረፈረንደም ንዘልኣለም ንዓይ ትውክለኒ'ያ ዝበላ ባንዴራ ኣብታ ዘይትስበር ዘንጊ ሓቂ ንዝሰቀለ ታሪኽ ህዝቢ ኤርትራ ዝዘንገዐ ሕሱር መግለጺታት ብልጽግና ቀጺሉ ምህላዉ ተገሊጹ። ፈጻሚ ጉዳያት ኤምባሲ ሃገረ ኤርትራ ኣብ ኢትዮጵያን ቀዋሚ ልኡኽ ኣብ ሕብረት ኣፍሪቃን ቁጠባዊ ኮሚሽን ኣፍሪቃን ኣቶ ቢንያም በርሀ ኤርትራ ኣካል ኢትዮጵያ ምንባራን ድሒራ ነብሳ ዝኸኣለት መሬት ጌርካ ንዝወሃብ ዘሎ መግለጺታት ሰበስልጣን ብልጽግና ብታሪኽን ብሕግን ቅኑዕ ኣይኮነን ክብል ኣብሪሁ። ኣቶ ቢንያም በርሀ ትማሊ ኣብ ናይ ማሕበራዊ መራኸቢታት ገጹ ኣብ ዘስፈሮ ጽሑፍ፣ ናጽነት ኤርትራ ኣብ ክንዲ ብመንጽር እቲ ፍሉይ መግዛእታዊ ታሪኽ ብውድብ ሕቡራት ሃገራት ዝተመስረተ ፈደረሽን ከምኡ'ውን ኣህጉራዊ ኣፍልጦ ዘለዎ ረፈረንደም ምርዳእ ኣገዳሲ ከምዝኾነ ኣተሓሳሲቡ። ኣቶ ቢንያም በርሀ፣ እዚ ሕጂ ዘሎ ዶባት ሃገረ ኤርትራ ብመግዛእታዊ ውዕላ ሽሕን ትሽዓተ ሚእትን፣ ሽሕን ትሽዓተ ሚእትን ክልተን፣ ከምኡውን ሽሕን ትሽዓተ ሚእትን ሸሞንተን ዋናን መሰረታውን ኣህጉራዊ ስምምዓት እዩ ተሓንጺጹ ክብል ታሪኽ ንዝዘንግዑን ጌጋ ትረኻ ዝሰነቑን መራሕቲ እታ ሃገር ከስተውዕልሉ ዝግባእ ዓለም ምሉእ ዝፈልጦ ሓቂ ክብርብሩ መብርሂ ሂቡ። ሰልፊ ብልጽግና ገለ ግጉያት ፖለቲካዊ እምነታቱ ነቲ ኣብቲ ዞባ ዘሎ ሰላምን ምርግጋእን ንምድኻም ይጥቀመሉ ከምዘሎ ተገሊጹ። ኣብ ቀረባ እዋን ኣብ ኣዲስ ኣበባ ብመንግስቲ ኣብ ዝተወደቡ ዝተፈላለዩ መድረኻት ዝቐረቡ መጽናዕትታት ኣካዳሚያዊ ጥራይ ዝመስሉ እኳ ተኾኑ ኣብ ክልቲኡ ትሕዝትኦምን ኣቀራርብኦምን ግና ድኹም ስነ ሞጎትን ርኡይ ንሕድሕዶም ዘይሰማምዑ ሓሳባትን ዝሓዙ ምዃኖም ሚኒስትሪ ጉዳያት ወጻኢ ክፍሊ ምርምርን ስነዳን ትማሊ ኣብ ዘውጽኦ ሰፊሕ መግለጺ መብርሂ ሂቡ። እቲ መግለፂ ሚኒስትር ወፃኢ ጉዳያት ብኢንስቲትዩት ጉዳያት ወፃኢ ኢትዮጵያ ካልኦት ናይ ሰልፊ ብልፅግና ደገፍቲ ሚዲያታት ዓብይ ስትራቴጂ ኣብ ልዕሊ ኤርትራ ዝብል ትዕቢት ዝመልኦ ተንኮለኛን ዕጡቕ ኣጀንዳን የካይዱ ከምዘለዉ ገሊፁ። ከምኡውን ኣብዚ ቀረባ እዋን ብፖለቲካውያን ተዋሳእቲ ኣራት ኪሎ ኣብ ስርዓተ ምምሕዳር ኤርትራ ዝሃብዎ ርኢቶ ቅንዕና ሃልይዎ ዘይኮነስ ኣብ ክንድኡ ኣብታ ሃገር ዘለዉ ኣጠማምታ ንምፅላው ዝተዳለዉ ፖለቲካውያን ወይ ስነኣእምሮኣውያን ሜላታት ክብል እቲ መግለጺ ኣብሪሁ። ታሪኽ ህንጸት ሃገር፣ ሰልፊ ብልጽግና ኣጀንድኡ ንምዕዋት ብዝገብሮ ዘሎ ናይ ሓሶት ትረኻ ዘይኮነስ፣ ከም ታሪኻዊ መሰረታት ብቐጻሊ ንእዋናዊ ውሳኔታት መንግስትን ፖሊሲ ወጻእን ዝሕብሩን ዝቐርጹን ብምዃኖም፣ ህሉው ኩነታት ንምርዳእ ኩሉ ግዜ ምውካስ ከምዘድሊ መግለጺ ሚኒስትሪ ጉዳያት ወጻኢ ኤርትራ ኣተሓሳሲቡ። ታሪኽ ህንጸት ሃገር፣ ሰልፊ ብልጽግና ኣጀንድኡ ንምዕዋት ብዝገብሮ ዘሎ ናይ ሓሶት ትረኻ ዘይኮነስ፣ ከም ታሪኻዊ መሰረትታት ብቐጻሊ ንእዋናዊ ውሳኔታት መንግስትን ፖሊሲ ወጻእን ዝሕብሩን ዝቐርጹን ብምዃኖም ህሉው ኩነታት ንምርዳእ ኩሉ ግዜ ምውካስ ከም ዘድሊ'ዩ መግለጺ ሚኒስትሪ ጉዳያት ወጻኢ ኤርትራ ዘተሓሳስብ። ንኣስታት ሰለስተ ዕቑድ ዓሰርተታት ዓመታት ተኸታተልቲ ስርዓታት ኢትዮጵያ ብሰንኪ ህርፋን ባሕሪ ጥንታዊ ታሪኽ ኤርትራ ናይ ምቕያርን ምኽላስን ትረኻታት ኣርእዮም ክብል እቲ መግለጺ ብተወሳኺ ይሕብር። መግለጺ ሚኒስትሪ ወጻኢ ጉዳያት ኣብ መወዳእታ ኣብ ቀርኒ ኣፍሪቃ ዘሎ መሰረታዊ ብደሆ ጂኦግራፊ ኢትዮጵያ ብመሬት ዝተኸበተ ሃገር ስለዝኾነት ከምዘይኮነስ እቲ ሓቀኛ ስግኣት ሰልፊ ብልጽግና ዞባዊ ምርግጋእ፣ ኣህጉራዊ ሕጊ ንምስዋእ ዘለዎ ድልውነት ከምኡውን መንግስታዊ ልኡላውነት ብዋጋ ውሽጣዊ ፖለቲካዊ ህላወኡ ምጥቃም ዝመጸ ጸገማት ምዃኑ ኣነጺሩ። ኣዲስ ኣበባ ታሪኻዊ ወይ ፖለቲካዊ ትረኻታት ንምኽላስ ዝገብርዎ ፈተነ ከም ዝሓለፉ ኩሉ ግዜ ክፈሽሉ ምዃኖም እውን ኣረጋጊጹ።
ቅድሚ ሓዳር ዝግበር ርክብ ዝሙት እዩ።
ቶማስ ግን እንታይ ኢኻ ከም ፋራ ኣብ ዕስራን ሓደን ክፍለ ዘመን ድንግልና ድንግልና ደብለካ ደሎ ዓሰርተ ሸውዓተ ዓመት ጓለይ ንደገ ክትወጽእ ከላስ በሉ ኮንዶም ተማልእ ክብላ ማለት ድያኒ ማዕቢልና ክንብል ወይ ዕስራን ሓደን ክፍለ ዘመን ምዕቡል ግዜ እዩ ተልናስ እንታይ ብምግባር ኢና ንምዕብል ሰብኣያ ቅድሚኣ ምስ ካልእ ጓል ወጺኡ ብምንባሩ ዝስምዓ ስምዒትን ወዲ ሰበይቱ ምስ ካልእ ወዲ ወጺኣ ብምጽንሓ ዝስምዖ ስምዒትን ማዕረ ድዩ ስፒሪቹዋሊ ደተሓሓዘካ ነገር ጌርካ ኢኻ ትኸይድ ዘለኻ። ድንግል ዘይምዃን ማለትስ ኣቐዲምካ ሴክስ ምግባር ደኣ እምበር ካልእ ወላ ሓንቲ ትርጉም የብላን። ከመይ ገይረ በየናይ መለኪዒ እያ ነሰ ምስኣ ከም ዝነብር እሙን ምዃኑ ገለ ፈሊጣ? ኣነ ኣሽኪለ ሃዲመሉ በቃ ንዕኦም ኣብ ገለ ጠቢሰዮምሲ ወጽየ ኣለኹ ካብቲ ጉዳይ። ኣብ ላይቭሲ እዚ ሕጂ ብኣፍና ክንዛረቦ እንዳሰከፍና ነውጽኦም ዘለና ቃላት ኣብ ላይቭ እንዳተገብረስ ክንርእዮ ኢና ማለት ድንግልና ንሓንቲ ጓል ክብራ ድዩ? እወ ክብራ እዩ። ኣስ ሰብሲ ከተፍቅሮ እዩ ደኣ ዘለካ እምበር ሰብ ዶ እመን እዩ። ነዛ ሓሳብ እዚኣ ክትጻረር እንድሕር ትፍትን ኣለኻ ኾንካ፣ ነቲ ወለዶ መርዚ ክትከውን ዝተበገስካ ሰብ ኢኻ ማለት እዩ። ናይ ብሓቂ ድያ እታ ድንግልና ኣየገድስን'ዩ ትብለላ ጓል? ሓንቲ መዓልቲ ንሜድያ ኣውጺእክስ ምስ መንን ምስ መን ርክብ ጌርኪ ኢልና ክትነግረና ትኽእል ድያ? ተፈታውነቶም ዘዕብልልሉ ሰብ ክሰምዖ ዝደልዮ ምስማዕ ጥራይ። እንታይ ጭንቀት ናይታ ጓል ሼር ትገብሮ ድያ ተሳኽማ ድያ ትጓህያ'ያ ትሓዘና ገለ መዘተ። እቲ ኣብ መጽሓፍ ቅዱስ ዘሎ ነገር እንተ ደኣ ጌጋ ኢልካኒ ግን ንዓኻ ይቕሬታ ክብለካ'የ ሎሚ ካብ ክርስትና ክወጽእ እየ። ከእኻ ነገራት ከተቕልል ገለ ሕክበ ኣለኻ ንምንታይከ እሶም ምስ ምዕባለ ገለ ይተሓሓዝ ኣሎ። እንታይ ኢልኪ ክትምዕድያ ኢኺ ብዛዕባ ድንግልና ምስ በልኳስ ኣፍልባ ነፊሓ እንታይ ኢላትኒ? ምስ ትኣምንዮን ምስ ተፍቅርዮን ሰብ ርክብ ግበሪ። ምናልባት ድንግልና ኢልካ ምዝራብ ዕስራን ሓደን ዘመን ድንቁርና ክመስል ይኽእል እዩ።
ሳዕቤኑ ደቁ ቀቲሉ ዝብል ዕላል ድኣ ካብዚ ብምንታይ ተፈልዩ? ኩሉ ነገራት እንድሕር ኖርማላይዝ እንዳገበርናዮ እንድሕር ኬድናስ ጨካን ኢና ንገብሮ ዘለና። ክትፋታሕ ተደሊኽስ ኣነ ክሕብረኪ ክኽእል እየ እኳ እየን ዝብላ። ንሕናኸ እታ ጽባሕ ንግሆ ንኻልእ ትምርዖ ጓል ክንተናኽፍ ዲና ንደሊ ዘለናስ? ስለዚ ብሓንቲ ግዜኣ ክትጥፍእ ዕጥጥ ዘይብላ በሰሮስ ንምንታይ ንሕና ክንፅርፍ
ሰላም ሰላም ኣሕዋት ሕጂ ብዛዕባ እዚ እና እዚ ሃኒ በለጾም ዝበሃል መሳሚ ወይ ሰማዓርከ ይኻብ ቀደም ግን ኣብዚ ሕጂ ዘቕርቦ ዘሎ መደብ ብዙሕ ነቐፌታን ርእይቶን እዩ ዘለኒ ወል ጽቡቕ ስራሕ ይሰርሕ ኣሎ ሳሚ መደባት ምቕራብ ጽቡቕ እዩ ሃኒ በለጾም ዘቕረቦ ሕጂ ክሰምዖ ጸኒሐ ወዳእኮን ክውድኦ እየ ምስ ወዳእኮ ነዊሕ ርእይቶ ክዛረብ እየ ብዛዕባ እቲ እሱ ዝብሎ ዘሎ ኣብ ማእዝን ፖድካስት ማለት እዩ ክሳብ ሕጂ ሰሚዐዮ ብዘለኹ ግን ብጣዕሚ ኣቖጢዑኒ ምኽንያቱ ንድኽመት ናይ ስነ ጥበብ ናይ ኤርትራስ ተዓዘብቲ ተሓተቲ እዮም ገለ ኦማይጋድ ሃኒ እንታይ ወሪዱካ ንሕና ዲና ኢድካ ሒዝና ንጽሕፈካ ዘለና ንሕና ዲና ካሜራ ሰኪምና ንሰደካ ዘለና እስኻ ባዕልኻ ናትካ ሆቢ ናትካ ልምዲ ናትካ ውሽጣዊ ድርኺት እኮ እዩ ናብ ፊልምታት ወሲዱካ ኩልኹም ኣብ ኤርትራ ዘለኹም ስነ ጥበበኛታት እኮ ናትኩም ውሽጣዊ ድልየት እዩ ናብ ፊልሚ ናብ ገለ ናብ ገለ ዝወስደኩም ዘሎ well ክትፈልጦ ዘለካ ሓደ ነገር ኣሎ ፊልምታት ከይስራሕኹም እንድሕር ስቕ ኢልኩም ኣይንመውትን ኢና ግዜና ኣንኮራ ኣብ ካልእ ክነውዕሎ ንኽእል ኢና ኣይንጠሚ ኣይንጸሚ ኣይንሓምም ኣይንዓረቕ ፊልምታት ጠጠው እንተቢልኩሞ ከምዚ ስለ ፊልም ትሰርሑ ዘለኹም ብሂወት ዘለና ንሕጎስ ዘለና ወይ ከዓ well ፍሉይ ዓይነት ሂወት ንነብር ዘለና ገለ ጌርካ ኣይትውሰዶ ዋላ ሓደ ነገር ኣይትገብሩን ዘለኹም ኦኬ ፊልምታት ኣቋሪጽኩሞስ ኣይንመውትን ንሕና እዚ ክትርድኦ ኣለካ መጀመርታ ካላኣይ ናይቲ ኣብ ኤርትራ ዘሎ ድኽመት ቀዳማይ ተሓታታይ እቲ ኣብ ርእስኹም ዘሎ ስልጣን እዩ ኣብ ርእስኹም ዘሎ መንግስቲ እዩ እቲ ዲክታተር እዩ ተኾንኩም ኢኹም ኮለል ትብሉ ዘለኹም ኣብ ተዓዘብቲ ናብ ገለ ኦኬ ብዛዕባ ክትዛረቡ ዘለኹምን ንነብስኹም ወኪልኩም ብዛዕባ ድኽመትኩም ጥራሕ ተዛረቡ ኣብ ደገ ዘሎ ተዓዛባይ ኣብ ውሽጢ ዘሎ ተዓዛባይ ከም ተሓታታይ ናይ ድኽመት ናይ ስነ ጠበ ብጣዕሚ እዩ ድፍረትካ ዝገርም ካልኣይ እቲ እስኻ ኣብ ናትካ ስነጥባዊ ፍርያት ኣብቲ መንግስቲ ኩሉ ነገር ቀሪብሎም ክነሱ ጸጊቦም እዮም ንደገ ከይዶም ዝበልካዮ እቲ ስነጥበበኛ ኣይኮነን ዝሕተት እቲ መን ኢኻ ትብሎ እቲ ባራክዮ እሱ ይኮነን ዝሕተት እሱ ይኮነን ዝንቀፍ ብዙሓት ሰባት ንዑ ክነቕፍዎ ሰሚዐ ኣለኹ ቀዳማይ ተሓታቲ ቀዳማይ ተነቃፊ ንስኻ ኢኻ እስኻ ከ ጸሓፋይ እስኻ ኢኻ ሃንዳሲ ናይቲ ሓሳባት እስኻ ከኣ ምኽንያት ኣለካ ከምኡ ትገብር ከለኻ ምኽንያት ኣለካ ንሱ ከኣ ብ ብዕላማ ኢኻ ከምኡ ጌርካዮ ምኽንያቱ ናብ መን ቀሪብካ ኣለኻ ጽቡቅ ጌርና ንፈልጥ ኢና ናይ መን መሳርሒ ኮይንካ ኣለኻ ጽቡቅ ጌርና ንፈልጥ ኢና ስለዚ ተዓዘብቲ እንተ ዘየኽቢርካ ሞያኻ ኣይኽብረ ኣይከብረልካን እዩ ከማኻስ ነጥበኛታት ኢና ንደርስ ንጽሕፍ ብዙሕ ነገር ንገብር ኣለና ንተዓዘብቲ ግን ኣይነናሽውን ኢና ምኽንያቱ ተዓዛባይ በቲ ዓቕሙ እዩ ዝዕዘብ በቲ ዓቕሙ እዩ ግዜ ዘጥፍ በቲ ዓቕሙ እዩ ነገራት ዝሪኦም እስኻ ዓቕምኻ ኣደሊብካ ዓቕምኻ ኣበሪኽካ ወጻኢታት ጌርካ እንድሕር ደኣኒ ኣብ ዩቱብ ካሕሳ ዘይትረኽበሉ ኮንካ ገንዘብ ዘይትረኽበሉ እንድሕር ኮንካ ኣብ ውሽጢ ኮንኩም ተሓባቢርኩም እቲ ዝስራሕ ነብሲ ወከፍ ስራሕ በቲ ናይ ሲኔማ መልክዕ ክወጽእ ከም ዘለዎ ክትገብሩ ትኽእሉ ኢኹም ናትኩም ስራሕ እዚ ናትና ስራሕ ኣይኮነን ንሕና ገንዘብ ኣይንኸፍለኩምን ክንሪኦ ከለና ኣብ ዩቱብ የስ ግን ከኣ ግዜ ንህበኩም ኣለና እቲ ግዜ ኣብቲ ገዛ ኮይና ንሪኦ ዘለና ከኣ ዩቱብ ገንዘብ ሓሲቡ ይህበኩም ኣሎ ቅድሚ ሕጂ ዘጠፋፍእኹም ቅድሚ ሕጂ ዝበደሉኹም ጽቡቕ ኣይኮነን ክገብሩ ይነበሮምን ግን ግዜ ከኣ ኣሎ ክትከስዎም ከሲስኩም ክተድምዑሎም ትኽእሉ ኢኹም እንተ እቲ ብዛዕባ ተዓዘብቲ እዮም ተሓተቲ ንናይ ኤርትራ ስነጥበብ ድኽመት ዝበልካዮ ግን ንስኻ ባዕልኻ ተሓታታይ ኢኻ። ንስኻን ኣብ ዙርያኻ ዘለዉን ፕሮፖጋንዲስት መሳርሒ ናይቲ ስርዓት ኮይንኩም ትኸዱ ዘለኹም እስኹም ባዕልኹም ተሓተቲ ኢኹም። ብክሳድኩም ወጢጡ ስርሑ ዝበለኩም ሰብ የለ፣ ብኢድኩም ወጢጡ ጸሓፉ ዝበለኩም ሰብ የለ። ትገድፍዎ፣ ህይወትኩም ትገብሩ። ዘይርብሓኩም እንድሕር ኮይኑ ካልእ ሞያ ትሕዙ፣ ካልእ ስራሕ ትሰርሑ። እስኹም ስነጥበባዊ ስራሓት ኣይሰራሕኹምን ማለትሲ ንሕና ሞይትና ማለት ኣይኮነን። ወይ ንሕና ደንቂርና ደንዚዝና ገለ ማለት ኣይኮነን። ዋላ ሓደ ነገር ኣይትገብሩልናን ዘለኹም። ነቲ ሃንኩም ትሰርሑ ኣለኹም ንሕና ከኣ ግዜ ብዘለናዮ ግዜ ብዘለና ጸገም የብሉን እስከ ተረኣ ናይ ኩነታት ናይ ዓድና ኢልና ከኣ ንርኢ ኣለና ስለዚ ክንማሳገን እዩ ዝግበኣና እምበር ከም ንስኻ ኣፍካ መሊእኻ ትዋራዘዮ ዘለኻ ትዋራዘ ኣይትኽእልን ኢኻ ንዓና ንተዓዘብቲ ብ ደገ ዘለና ማለት እዩ ኣነ ነብሰይ ወኪለ ይዛረብ ዘለኹ ከም ተዓዛባይ ኣብ ደገ ከም ዘለኹ መጠን ተረዲኻኒ ስለዚ ተኻባቢርካ እዩ ጽቡቕ ኣይትረስዕ እንድሕር ድኣኒ እስኻን ካልኦት ሰባትን ዝተፈላለ ኣይውረድ ዝተፈላለየ ጸገም ክወርድ ከሎ ኣብ ደገ ዘሎ እዩ ዝሕግዘኩም ዘሎ ስለዚ እንተኽበርኩሞ እዩ ጽቡቕ። ግዚኡ ገንዘቡ ልቡ ተሃኑ ቀልቡ ንዓኹም ሂቡ ክኸይድ ከሎ ስለ ዝፈትወኩም እዩ እዚ ኸኣ ኣብ ክንዲ ብምስጋና ኣብ ክንዲ ብምርድዳእ ተመሊስኩም ብኸምዚ እስኻ ትዛረቦ ዘለኻ ክትዛረቡ ኣይግባኣኩምን እዩ ናይቲ ባራኪ ክሕተቶ ዝቐነየ ክንቀፎ ዝቐነየ ንስኻ ኢኻ ትሕተት ምኽንያቱ እስኻ ኢኻ ጽሒፍካዮ ክትፈልጥ ከኣ ዝኾነ ሰብ መንግስቲ ኮፍ ኢሉ ኣየምሃሮን ኦከይ ሰዋ ወሪዱ ሓመድ ፋጁ ጸጊቡ ኣብ ትሕቲ ወለዱ ክመሃር ከሎ ከኣ ወለዱ እዮም ኣምሂሮሞ መንግስቲ ዝገበረሉ ነገር የብሉን መንግስቲ እንተገበረ ከኣ ግዴቱ እዩ ሓላፍነቱ እዩ ክገብር ከምኡ ሕጂ ኣብ ድርሰታትካ ነብሲ ወከፍ ትጽሕፎ ተጠንቂቕካ ጽሓፎ ምስ ነብሲ ወከፍ ተዓዛባይ ምስዚ ብብዙሕ መከራ ሓሊፉ ኣብ ስደት ኮይኑ ፊልምታትኩም ዝርኢ ዘሎ ኣይትተሃላለኽ ምስኡ ኣይትተሃላለኽ፣ ምስኡ ዘተሃላልኽ ነገር የብልካን። ንሱ እዩ ብተዘዋዋሪ መንገዲ ገንዘብካ ከም ትረክብ ዝገብረካ ዘሎ። እቲ ኣብ ደገ ኣብ ውሽጢ ኤርትራ ዘሎ መራሒ ወይ ስርዓት ኣይኮነን ገንዘብካ ከም ትረክብ ዝገብረካ ዘሎ። ነብሲ ወከፍ ተዓዛባይ ኣብቲ ፊልምታትኩም ብዘጥፍኦ ግዜ ኢኹም ገንዘብ ትረኽቡ ዘለኹም፣ ይውሓድ ይብዛሕ። ድሕሪ ድኣኒ ዝያዳ ገንዘብ ክትረኽቡ ደሊኹም ኣብ ሲነማታት ኣእትውዎ። ኩሉኹም ኣብ ውሽጢ ኤርትራ ዘለኹም ተሰማሚዕኹም ኣብ ነብሲ ወከፍ ስኔማታት እንዳእተኹም ብገንዘብ ከም ዝረኣ ግበርዎ ወይ ከኣ መምበርሺፕ ጥራይ ከም ዝርእይዎ ግበርዎ እንድሕር ደኣ ብስርሓትኩም ትተኣማመኑ ኮይንኩም ምኽንያቱ ንሕና ክትርስዖ ዘይብልካ ኣማራጺ ኣለና ኔትፍሊክስ ኣለና ኣብ በብዘን ዘለናየን ሃገራት ዘሎ ብነጻ ዝፍኖ ኣብ ናይ ተለቭዥን ብነጻ ዝፍኖ ፊልምታት ኣለና ናይ ኣምሓርኛ ኣሎ መዓት ኣማራጺ ኣለና ንሕና ተረዲኻኒ ኣማራጺ ሲኢና ጠጠው ዝበልና ሰባት ኣይኮናን ስለዚ እንተደሊኹም መንበርሽፕ ጥራሕ ዝሪኦ ግበርዎ እንተደሊኹም ሲኔማታት ኣብ ዘለዎኦ ኬድኩም ሰባት ከፊሎም ከም ዝኣትዉ ግበርዎም እንተደሊኹም ግደፍዎ ባሕዳ ኣይንመውት ኣይንሓምም ኣይንጸምም ንስኹም ጠጠው ስለ ዘበልኩሞ ፊልምታት ምስራሕ እዚ ሓጺር ርእይቶ ሂበ ኣለኹ ብምሉእ እቲ ቪድዮ ምስ ሰማዕክዎ

ጻዕዳ ክዳን ዝገበርና TDF ኢና ማለት እዩ። ንሕና ንኤርትራውያን እንተዘይ ስዒርና ነዞም ሻዕብያን ደገፍቶምን ዝበሃሉ ኤሪትራውያን እንድሕር ዘይ ስዒርናሲ ኣበይ ዳኣ ተዓወትና ንሕና። ዓወትና እኮ ነዚኦም ምስዓር እዩ። እሞ ኤርትራ ክጠፍእ ኣለዎ ሰላሳ ዓመት ከጥፍኡና ሰሪርናስ ሕጂ ከኣ ከጥፍኡና እናሃለወ ከሎስ ተዳናገጹ ትብሉና ዘለኹም ኖኖኖ ጸላኢኻ ከረው ኣቢልካ ጥራይ ኢኻ ትሕሰብ። ምጽዳቕ ትንፋስ ትሓልፍ። እቲ ጽቡቕ ነገር ጉዳይ ተወዲኡ እዩ። ሰፍ ደይብል መስዋእቲ ከፊልናሉ ግን ጉዳይ ተወዲኡ እዩ። እቲ ጉዳይ ተወዲኡ ንብሎ ዘለና እንታይ እዩ? እዚ ኩሉ ኣብ ደገ ተጫጪሑ ዝነበረ ኩሉ ገፈጥ መፈጥ መሰረቱ መቐለ እዩ ነይሩ። ኤሪትራን ህዝቢ ኤሪትራን ከኣ ሰራዊቱ ይኹኑ መሪሕነቱ ኩሉ ጸገማቱ ጼሩ እቲ ጠንቂ ኣበይ ከም ዘሎ እንድሕር ደኣ ሓንሳብ ኣሊናዮ፣ ብድሕሪኡ እቲ ካልእ ምስኡ ክረግፍ እዩ ስለ ተባህለ፣ ነዚ ኣብ ደገ ዝግበር ዝነበረ ዓይነት ጸወታ፣ ብደቀለዓለም ህግደፍ ካብ ደምበ ተቓውሞ ዝበሃል ነገር ስክፍታ ዝበሃል ሓዲርዎ ኣይፈለጥን ምኽንያቱ ዝኾነ ስምብራት ክገብር ከም ዘይኽእል ይፈልጦ ስለ ዝነበረ። ከምዚ ከማይ ድኹማት ኣላሽ። ዝበልና ሰባት ግን ሃገርና ምስ ጓና ኮይኖም ክጭፍጭፉ ዝኽእሉ ኤርትራውያን ዝበሃሉ ተመጽዮም እዋእ እዚኦምስ ዓቕምና እዮም ዓገብ ክንብሎም ክንክእል ኣለና ኢና ንዛረበኩም ዘለና እምበር ህግደፍ ኣብ ኣጀንድኡ ኣውጺ ነዚ ኣብዚ ዝነበረ ናይ ጸላኢ ተሓንጊጡ ዝነበረ ነገር ሓደ መዓልቲ ክልሕዎ ኣይፈልጥን ቢኮዝ ኣበይ ተጎዝጊዙ ከም ዝነበረ ስለ ዝፈልጥ እዚ ሓቂ እዩ እንታይ ኮንኩም ኢኹም እባ ኤርትራውያን ነዚ ዓለም ዝፈለጠቶ ወራር ናይ ወያነ ንጥፍኣት ናሳቶም ገና ዘይተሓለሉ ዝገብርዎ ዘለዉ ክትኮንንዎ ዶ ይደፈርኩም That's a big question እኮ እዩ ተቃወም ግን ሃገርካን ህዝብኻን ደድመይ እወ ደመኛ ጸላኢና እዩ ሕጂ ውን ስለ ዘይገደፎ ክንቃለሶን ክጠፍእ ጥራይ እዩ ደለዎ ሽዑ እዩ ዝፍለጥ እቲ ዝምድና ክትብሉ ዘይከኣልኩም ንምንታይ ንምንታይ ንፉዓታት ተርኺብኩምስ እንታይ ኮንካ ኢኻ እንተ ኢልካስ እንታይ ትብሎ? ዲሞክራሲ ስለ ዘየለ፣ ከምዚ ኢሉ ውትህድርና ስለ ዝነውሐ፣ ኢኮኖሚ ስለ ዝተባላሸወ፣ ምሕደራ ከምዚ ስለ ዝገበረ፣ ኖ ኖ ነሱ መግደፎ እዚ ውሽጣዊ ጉዳይ እዩ። ነቲ ንዕኡ ጠንቂ ዝኾነ ቀዳማይ ጸላኢሲ ንምንታይ ኢኻ ዘይትኹንኖ? ኣካሉ ስለ ዝኾንካ ጥራይ ኢኻ ዘይትኹንኖ ዘለኻ ንዓይ ክኣለ ዋላ ሓንቲ የብሉን ኣካል ናቱ ስለ ዝኾንካ እዩ እሞ ምስ ኣካሉ ክትዕ ኣይኮነን ዘድልየና ክንስዕረኩም ጥራይ እዩ ካልእ ኣቋራጭ የለን ደይ መደይ ኢሉ ንጸላኢ መከይቱ ምኽንያታት ጌሩ ዝመጽእ ክስዓር ጥራይ እዩ። That's why ከኣ ኢቲ ተስተብህልሉ የለኹምን እምበር እሱዩ ድኸይድ ደሎ ንስዕሮ ኢና ደለና ነቲ ቀንዲ ስዒርናዮ ኣለና ነቲ ካልእ ከኣ ክርዕም ዩ ቀሲሉ ሽዑ እቲ ኣብ ኤሪትራ ጎዲሉ ትብሉና ዘለኹም ያኢ ካባና ንላዕሊ ነቲ ጉድለት ፈሊጥኩምሲ ለብሊብኩም ማለት ድዩ እቲ ጉድለት ውትህድርናስ ልዕሊ ሰብኩም። ናሎማዕንቲ መደብ ናዚ ይመስል ነይሩ ኣብ ቐፃሊ ብሓድሽ መደብ እስካዕ ንራኽብ ኣብ ዘለኹሞ ሰላም ይምነየልኹም።